ሰላም ካብ ሙሉእ ዓለም ምስ ኣለና ሚድያ ቲቪ ዘለኹም ክቡራት ተኸታተልቲ ንሎሚ ምስሉ ኩነታት ከባቢና ዝዛመድ ኣገዳስን እዋናውን ኣርእስቲ ሒዘልኩም መጺኤ ኣለኹ። እዚ ኣርእስቲ እዚ ከኣ ከምዚ ኣብዚ ታምብነይል ዝርኤኹሞ ፍሽኽ ኢላ ትግራይ ዝብል እዩ። ክቡራት ተኸታተልቲ እዚ ምስ ናይ ጎረቤትና ትግራይ ኣዛሚደ ኣቕሪበዮ ዘለኹ ኣብ ህሉው ኩነታት ዝተመስረተ ኣዝዩ እዋናዊ ጉዳይ ክሳብ መወዳእታ ንኽትከታተልዎ ከዘኻኽር እደሊ። ኣብ ምጅማር ናይዚ ኣገዳሲ ቪድዮ እዚ ከኣ ላይክ ሼር ኢልኩም ክትጅምሩን ከምኡ ውን ሳብስክራይብ ዘይገበርኩም ተኸታተልቲ ኣለና ሚድያ ቲቪ ሳብስክራይብ ብምግባር ስድራ ቤት ኣለና ሚድያ ቲቪ ንኽትኮኑ ጆባእ። ክንብል ንደሊ። ክቡራት ተኸታተልቲ ከምቲ ኣብ ዝሓለፈ እዋን ዝጠቐስክዎ እዚ ቻነል እዚ ንሓደ ዓመትን ክልተ ወርሕን ብምክንያት ናይ ጥዕና ጉዳይ ደው ኢሉ ስለ ዝጸንሐ እቲ ሳብስክራይብ ኣብቲ እዋንቲ ኣብ 80 ሽሕ ደው ኢሉ ልዕሊ ሓደ ዓመት ጸኒሑ ሕጂ ኸዓ ወፈራ ኣለና ሚድያ ቲቪ ወፈራ ንዕድም ኣለና ወፈራ ሳብስክራይብ ብምግባር ኣብ መወዳእታ ናይዚ ዓመት እዚ ነተን ጎዲለን ዘለዋ መሊእኩም ሚእቲ ሽሕ ንኸተብጽሕዎ ኣለና ሚድያ ቲቪ ወፈራ ንጽዋዕ ኣለና። እምበኣርከስ ናብቲ ቀንዲ ኣርእስታተይ ክኣቱ እዚ ትርእይዎ ዘለኹም ፍሽኽ ኢላ ትግራይ ዝብል እዋናዊ ጉዳይ እዩ። ኩላትና ክንከታተሎ ከም ዝጸናሕና ናይ ትግራይ ኩነታት ናይ ጎረቤት ኩነታት ጥራይ ዘይኮነስ ናይ ኣሕዋት ጎረቤት ናይ ቤተሰብ ጎረቤት ናይ ፍቕርን ሰላምን ጎረቤት ናይ ምብፅፃሕ ጎረቤት ስለ ዝኾነ ኣፍንጫ እንተተሃርመት ዓይኒ ትነብዕ ከም ዝበሃል እቲ ሞት እቲ ስደት እቲ ከርተት እቲ ምክልባት ናይ ህዝቢ ትግራይ ናዕና ውን ስቃይና ምኳኑ ኣለና ሚድያ ቲቪ ደጋጊምና ክንገልፆ ዝፀናሕና ሓቂ እዩ። ገለ ገለ ኣብ ዝሓለፈ እዋን ዝነበረ ሪኢቶታት ምስ ዝተፈላለዩ ናይ ከባቢና ዘሎ ኩነታት ህዝቢ ሱዳን ውን ህዝቢ ሱዳን ጎረቤትና ጥራይ ኣይኮነን ህዝቢ ሱዳን ሓጋዚና ሓውና እዩ። ምስ ህዝቢ ሱዳን እውን እቲ ብምዕራባዊ ወገን ናይ ኤርትራ ዘሎ ህዝብና ይባጻጻሕ ይነጋገድ ከምኡ ከዓ ክሳብ ኣብ መውስቦ ዝበፅሐ ህዝቢ እዩ ስለዚ ንሕና ጎረቤትና ጥራይ ዘይኮነ ህዝቢ ትግራይ ሓውና እዩ ህዝቢ ሱዳን እውን ጎረቤትና ጥራይ ዘይኮነስ ሓውና እዩ እዚኦም እቶም ክልተ ዓበይቲ ጎረባብትና ምናልባት ብወገን ምብራቕ ወይ ደቡባዊ ምብራቕ ከኣ ህዝቢ ጅቡቲ ክንብል ንኽእል፣ ምስ ህዝቢ ጅቡቲ እውን ጽቡቕ ዝምድናን ሰላምን ንደሊ። እምበኣርከስ ፍሽኽ ኢላ ትግራይ፣ ፍሽኽ ኢላ መቐለ። ኣብ ዝሓለፈ እዋን ዝነበረ ናይ ኲናት ክንደይ ዓቐበት ተደይቡ ክንደይ ቁልቁለት ከኣ ተወሪዱ ርኢናዮ። ኣብ መወዳእታ እቲ ኣብ ልዕሊ ህዝቢ ትግራይ ዝበጽሐ ክሳራታት ከኣ ዓለም ብምሉእ ብጸብጻብ ሒዝዎ ዘሎ ሓቂ እዩ። ካብዚ ብምብጋስ ከዓ እቲ ኲናት እቲ ድምፂ መዳፍዕ ድምፂ ነፈርቲ ደብዳብ ናይ ድሮን ብውዕል ናይ ፕሪቶርያ መኸተምታ ተገይርሉ ኣብ ትግራይ ኣብ ዝሓለፈ ድሕሪ ፕሪቶርያ ዝነበረ ግዜ ድምፂ ተኹሲ የለን ድምፂ ነፈርቲ የለን ብመዳፍዕ ብብሬናት ብዶሽካታት ዝመውት ህዝቢ እውን የለን እንተኾነ እቲ ኩናት ካልእ መልክዕ ይቐይሩ እቲ ቅድም ዝነበረ ኩናት ብመዳፍዕ ሕጂ ከዓ ኩናት ብዘይ መዳፍዕ ቅድም ዝነበረ ኩናት ብጠያይት ሎሚ ከዓ ኩናት ብዘይ ጠያይት ክንሪኦ ዝጸናሕና ጉዳይ እዩ። ብቐንዱ ነዚ ጉዳይ እዚ ዝምልሰሉ ብቐንዱ ከኣ ተሰኪምዎ ዘሎ ግዳይ ናይዚ ኩሉ ኮይኑ ዘሎ ህዝቢ ትግራይ እዩ። ስለዚ ኣብ ውሽጥን ኣብ ደገን ዘለኻ ህዝቢ ትግራይ እቲ ኣብ ውሽጢ ኩነታት ዝጸንሐ ኣዝዩ ምትሕልላኽ ዝተሓወሶ ጉዕዞ ክሳብ ክንደይ ንህዝቢ ትግራይ ንድሕሪት መሊስዎ ከም ዘሎ ባዕልኻ ትሪኦ ዘለኻ ጉዳይ እዩ ምክንያቱ እቲ ዝተጀመረ ኩናት ንህዝቢ ትግራይ ኣዳቂቕካ ኣጥፊእካ ብድሕሪኡ ኸዓ ኣልሒምካ ንቀይሕ ባሕሪ ምእታው ናይ ነዊሕ ስትራቴጂ ናይ ኣራት ኪሎ እዚ እዩ ከምኡ ስለ ዝኾነ ኸዓ እቲ ኣብ ዝኾነ ይኹን እዋን ዘይቁርጠመሎም ከም ስጋ እውን ዘይምተረሎም ኣብ ዝተፈላለየ እውን እዋናት ርግፅ ርግፅ ኣቢልካ ሕምትል ሕምትል ኣቢልካ ዘይሕለፍ ህዝቢ ትግራይ ኣራት ኪሎ ምስ ረኣዮ ኣብ መወዳእታ እዚ ሕጂ ዝፀንሐ ንትግራይ ከፋፊልካ ግዛእ ዝብል ኣዝዩ ሓደገኛ ሜላ ተጠቂሙ እዚ ዘይበሃል ገንዘብ ፈሲሱ ንዝተፈላለዩ ሓለፍቲ ዝነበሩ ክሳብ ዝለዓለ ሽመትን ስልጣንን ተዋሂብዎም ገበርትን ሓደግትን ንክኾኑ እዚ ኸዓ ሓደ ካብቲ ዝፀንሐ ድጉል ጓህሪ ኣንፃር ህዝቢ ትግራይ ዝቐንዐ እዩ። እምበኣርከስ ሕጂ ፍሽኽ ኢላ ትግራይ። እዚ ኩሉ እዚ መፂኡ ዘሎ ጉዳይ እምቢታ ህዝቢ ትግራይ ወይ እቲ ምንቅስቓስ ናይቲ ህዝቢ ነዊሕ ዓመታት ኢድን ጓንትን ኮይኑ ክኸዶ ዝፀንሐ ምስቲ ነቲ ህዝቢ ዝመርሕ ህዝባዊ ወያነ ሓርነት ትግራይ ኢድን ጓንትን ስለ ዝፀንሐ እቲ ሕልሚ ናይ ኣራት ኪሎ ክትግበር ኣይከኣለን

ኣብቂዑ ብውዕል ፕሪቶርያ ተደምዲሙ ሕጂ ዘይተኣወጀ ዕፅዋ ብቐረባ ንከታተሎ ዘለና ጉዳይ እዩ። ክቡራት ተኸታተልቲ ከምዚ ኣብ ጎረቤትካ እውን ሰብኣይን ሰበይትን ድሕር ተባኢሶም ትጉሂ ምክንያቱ እቲ ካብ ባእሲ ካብ ፅልኢ መክሰብ ዘለዎ ሰብ ይሕጎስ እዩ ኣብዚ ኩናት ናይ ትግራይ ከዓ እቲ ምስ ህዝቢ ትግራይ ፅልእን ቅርሕንትን ዘለዎ ይሕጎስ እዩ ህዝቢ ትግራይ ከም ጎረቤትና ከም ሓውና ክነብዕ ከሎ ንነብዕ ክሳቀ ከሎ ከዓ ንሳቀ ኢሉ ዝኣምን ሰብ ከዓ እቲ ዝፀንሐ ኩነታት ብደቂቁ ተዓዚቡ ኣበይ ገፁ ይኸይድ ከም ዘሎ ካብ ቀረባ ክሪኦ ይኽእል እዩ እምበኣር ኩሉ እቲ ዝፀንሐ መንገዲ ኣራት ኪሎ ሕጂ ናብ ዕፁ መንገዲ በፂሑ ኣሎ ኣራት ኪሎ ዝገብሮ ዝጭብጦ ነገር ጠፊዎ ኣሎ ክንብል ንኽእል ሕጂ ከምኡ ስለ ዝኾነ ከዓ ሕጂ ፍሽኽ ኢላ ትግራይ ንብል ዘለና ምክንያቱ ዝሓድሽ መፅኡ ዘሎ ናይዚ ግዜያዊ መንግስቲ ትግራይ ምምሕዳር ጀነራል ታደሰ ወረደ ክሳብ ሕጂ ብናተይ ገምጋም ክሪኦ ከለኹ ኣመዝጊብዎ ዘሎ ናይ ንቅድሚት ናይ ምኻድ ስጉምታት ቀሊል ኣይኮነን ኣነ ከም ጎረቤት ከም ሓው ከም ኤርትራዊ ኮይነ ነዚ ጉዳይ እዚ ክሪኦን ክመዝኖን ከለኹ እዚ ክሳብ ሕጂ ተረኪቡ ዘሎ ገስጋስ ቀሊል ኣይኮነን እዚ ከዓ ውፅኢት ናይ ህዝቢ ትግራይ እምቢታ ናይ ህዝቢ ትግራይ ዘረጋገፆ ጉዳይ እዩ እምበኣር ሕጂ መንግስቲ ብልፅግና ምስ ህዝቢ ትግራይ ናብ ዝለዓለ ምፍጣጥ በፂሑ እዩ ግዜያዊ መንግስቲ ትግራይ ከዓ ብወግዒ ኣፍሊጡ ተዳሊኹም ኣለኹም ተዳሊና ከዓ ኣለና ብሰላም እንተኾነ ሕራይ በቲ ትደልይዎ ቋንቋ ኩናት ተኾነ ከዓ ሕራይ ተዳሊና ኣለና ዝብል ሓደ ቁሉዕ ዝኮነ መልእክቲ ኣፍሊጡ ኣሎ መርገጺኡ ኣፍሊጡ እቲ መልእክቲ ከኣ ሰዲዱ ኣሎ እዚ ሕጂ ከምዚ ክንሪኦ ዝጸናሕና ኣብ ተፈላለየ እዋናት እዚ ዕጡቅ ዘሎ ኣብ ትግራይ ብረቱ ከውርድ ኣለዎ ዲዲኣር ክትግበር ኣለዎ ብህፁፅ ብረት ዝባሃል ዝዓጠቀ ኣብ ትግራይ ክፍቀደሉ የብሉን ዝባሃል ብዙሕ መንግስቲ ብልፅግና ከካይዶ ዝፀንሐ መናውራ ርኢናዮ ኣብ መወዳእታ ከዓ ፈሽሉ ተሪፉ ኣብ ከምዚ ዝኣመሰለ ጉዳይ እምበኣር ሕጂ ካልእ መንግስቲ ብልፅግና ዘይተፀበዮ ሓድሽ ነጎዳ ሓጋይ ክንብሎ ንኽእል ነጎዳ ሓጋይ ዘይተፀበኻዮ እዩ መንግስቲ ብልፅግና ከዓ ዘይተፅበዮ ፅምዶ መፂኡ ፅምዶ ብንእስ ዝበለ ዓቐን ወይ ብውሕድ ዝበለ ተርእዮ ምስ ዝመፀ ሰብ እውን ገሪምዎ ፅምዶ ቁፅሪ ሓደ ቁፅሪ ክልተ ቁፅሪ ሰለስተ ኢሉ በፂሑ ከይዱ ናብ መበል ቁፅሪ ዕስራ ገፁ ክኸይድ ከዓ ገማገም ኣሎ እዚ ጽምዶ እዚ ኣፍሪዎ ዘሎ ነገራት ከ ቀሊል ኣይኮነን። ክልቲኦም መንግስታት ኤርትራን ትግራይን ከኣ ነዚ ጉዳይ እዚ ብትኽክል ተቐቢሎሞስ እንተ ብጋህዲ እንተ ብስዉር ይሰርሕሉ ከም ዘለዉ የቀላጥፍዎ ከም ዘለዉ ከኣ ንሪኦ ኣለና። ንለባም ኣምተሉ ስለ ዝኾነ እዚ ጉዳይ እዚ ካብ ነብሲ ወከፍ ህዝቢ ኤርትራን ህዝቢ ትግራይን ከኣ ዝተኸወለ ኣይኮነን። ካብ መንግስቲ ብልጽግና እውን ዝተኸወለ ኣይኮነን። መንግስቲ ብልፅግና ኣብ ዝተፈላለየ እዋን ብናቱ ማዕከናት ዜና ክቃልሖ ፀኒሑ ፅምዶ ኢሉ ፅምዶ በምሓርኛ ቃል ስኢኖምላ ግዲ ኮይኖም ፅምዶ ኢሎም ብትግርኛ ኣብ ተፈላለየ ሚድያታት ክንሰምዖ ፀኒሕና እምበኣር ሕጂ ፍሽኽ ኢላ ትግራይ ካብ ዝፀንሐ ሽግር ካብ ፀንሐ ከበባ ካብ ፀንሐ ዝኾነ ይኹን ስቓይ ህዝቢ ትግራይ ዝወፀሉ ግዜ ርሑቕ ከም ዘይኮነ ይረኣየና ኣሎ ባዕሉ ግዝያዊ መንግስቲ ትግራይ ከዓ ይገልፆ ኣሎ። ብወገን ምዕራብ ትግራይ ዘሎ ጉዳይ እቲ ውዕል ፕሪቶሪያ ንመንግስቲ ብልፅግና ዘሰከሞ ሓላፍነት ነቲ ዝኸተመሉ ፌርማ ኣሚኑ ፍታሕ ክገብረሉ ፅቡቕ ፍታሕ ኣይገብረሉን ከዓ ባዕልና ኣለናዮ። እዚ ሓደ ካብቲ ናብ መንግስቲ ብልፅግና ተላኢኹ ዘሎ ኣሻቓሊ መልእኽቲ እዩ። ባዕልና ኣለናዮ ግደፎ ድሓን። ናይ ደቡብ ትግራይ ዝነበረ ኩነታት ክሳብ ክንደይ ዝኣክል ምትሕላኽ ፀኒሕዎ፣ ክሳብ ክንደይ ዝኣክል ዕንቅፋታት ፀኒሕዎ፣ ክሳብ ሕጂ እቲ ዕንቅፋታት ዘይተኣልየ ምዃኑ ከዓ ንሪኦ ዘለና ጉዳይ ግን መንግስቲ ትግራይ ስጉምቲ ወሲዱ ነቲ ከም ጀሆ ሒዝዎ ዝነበረ ህዝቢ ነቲ ከም ጀሆ ሒዝዎ ዝነበረ ምምሕዳር እሞ ከዓ ምስ ክልል ኣምሓራ ዝቐረበ ዝበሃል ሕጂ ናፃ ወፅዩ ምክንያቱ እንተ ብምርድዳእ እንተ ብኣስገዳድ እቲ ምምሕዳራት ተቐይሩ ሕጂ ሓድሽ ምምሕዳር ተመስሪቱ እቲ ዘሎ ንፋስ ከዓ እንታይ ዓይነት ንፋስ ከም ዘሎ ከዓ ንከታተሎ ዘለና ንሰምዖ ዘለና ጉዳይ እዩ መንግስቲ ብልፅግና እምበኣር ሕጂ ንህዝቢ ትግራይ ክስዕሮ ኣይከኣለን ኣብ ኩናት ክስዕሮ ኣይከኣለን ኣብ ውዕሊ ፕሪቶርያ እውን ክረትዖ ኣይከኣለን ህዝቢ ትግራይ ግን ሃሪሙ ኣድሚዑ ተዛሪቡ ከዓ ኣስሚዑ ብዘይ ምግናን እቲ ሓንቲ መንግስቲ ብልፅግና ክገብራ ዝፀንሐ ንህዝቢ ትግራይ ፈላሊኻ ምግዛእ እዩ ከምኡ ስለ ዝኾነ ከዓ ካብ ሰራዊት ከይተረፈ ኣዘዝቲ ሰራዊት ከይተረፈ ብዝተፈላለየ ጉዳይ ተደናጊሮም ኣንፃር ህዝቦም ዓጢቖም ኣብቲ ሓራ መሬት ዝብልዎ ክልል ዓፋር ዓሪዶም ከም ዘሎ ከዓ ንሪኦ ዘለና ጉዳይ እዩ ብዙሖም ክንደይ እዩ እንታይ እዮም ክገብሩ ክሳብ ሕጂ ዝፀንሐ መንግስቲ ብልፅግና እውን ከዕጥቖምን ገንዘብ ክህቦምን ክሳብ ካብቲ ተራ ንኣሽቲ ንኣሽቲ ተተኮስቲ ኣብ ዓበይቲ መዳፍዕን ብሬናትን ከዕጥቖም መደብ ከም ዘለዎ እውን ብቐረባ ክንከታተሎ ፀኒሕና። ግዝያዊ መንግስቲ ትግራይ ከዓ ብመሪሕነቱ ጀነራል ታደሰ ወረደ ብወግዒ መንግስቲ ኢትዮጵያ ኣብዚ ጉዳይ እዚ ኢድ ኣትዩ ንህዝቢ ትግራይ ክከፋፍል ዝገብሮ ዘሎ ጉዳይ ከዓ ንኹንን ኢሉ ከዓ መልእኽቲ ሰዲዱ እምበኣር ሕጂ ግልፂ ኮይኑ ሕጂ እቲ ኣብ ትሕቲ ጠረጴዛ ዝነበረ ብላዕሊ ፍርራም ብታሕትኻ ብእጋር ዝነበረ ምርግጋእ ሕጂ እንታይ ኮይኑ ብቴስታ ፊት ንፊት ርእሲ ብርእሲ ምትህራም መፅዩ ስለዚ መንግስቲ ትግራይ ህዝቢ ትግራይ ሰራዊት ትግራይ ንመንግስቲ ብልፅግናን ሰራዊትን ዝብሎ ዘሎ እንታይ እዩ እንሆ ሜዳ እንሆ ፈረስ ምስቲ ዝፀንሐ መውጥዋጥ ናይ ኩናት ዓሰብ እንተዘይኣተና ተባሂሉ ቀይሕ ባሕሪ እንተዘይጨበጥና ተባሂሉ ነታ ቅድሚ ሰላሳ ዓመት ዝተነፀለት ኤርትራ እንተዘይመለስና እያ ዝበሃል ቁንቁኛ ናይ መንግስቲ ብልፅግና ኣብ ዝተፈላለዩ እዋን ክንሰምዖ ፀኒሕና እቲ ኩናት እውን ከይዱ ድሕሪ ምምራቕ ናይ ግድብ ናብ ዓሰብ ዝበሃል ጭርሖታት ክሳብ ሕጂ ክሳብ ትማሊ መዓልቲ እውን ክጭራሕ ፀኒሑ ኣሎ ከምኡ ኣብ ግምት ብምእታው እምበኣር ሕጂ መንግስቲ ብልፅግና ከዓ ሓድሽ ኮማንድ ፖስት ኣዳልዩ ኮማንድ ፖስት ካብ ምክልኻል ካብ ሃገራዊ ድሕነት ካብ ፀጥታ ካብ ፖሊስ ዝተዋፃፀአ ሓድሽ ኮማንድ ፖስት እዚ ኮማንድ ፖስት እዚ ዕላምኡ ንኤርትራን ንትግራይን ንምቁፅፃርን ነቲ ኩናት ንምምራሕን እዩ ካልእ ኣይኮነን ኮማንድ ፖስት ዝበሃል ኣብዚ እዋን እዚ ኣድላይነት የብሉን ግን ኩናት ይመፅእ ከም ዘሎ ዘርኢ ሓደ ምምስራት ናይዚ ኮማንድ ፖስት እዩ ማራብ ከም ዝኣሰለ ጉዳይ ሕጂ ትግራይ ከምቲ ናይ ቅድሚ ትማሊ ትግራይ ከምቲ ናይ ትማሊ ኣይኮነትን ዘላ ትግራይ ኣብ ሎሚ ኩነታት እያ ዘላ ህዝቢ ትግራይ ብሙሉ ተበጊሱ ኣሎ ብሙሉ ተላዒሉ ሰራዊት ትግራይ ተዓሊሙ ተዳልዩ ኣሎ ጥይት ኣብ ዓንቀር ኣትያ ኣላ ህዝቢ ትግራይን መንግስቲ ትግራይን ዝፅበዮ ዘሎ እንታይ እዩ እታ ጥይት ቅድም ክትጅመር ናይ ኳዕ ድምፂ ቅድም ክሰምዕ ይፅበ ኣሎ ህዝቢ ትግራይ መንግስቲ ብልፅግና እውን ይፈልጥ ኣሎ እኳ ግን እዚ ዓይኒ ይብለይ ስኒ ይብለይ ኢልካ ጠኒንካ ናይ ምእታው ጉዳይ ዝበሃል ናይ እንስሳ ወይ ናይ ኣራዊት ኣካይዳ ሕጂ ልክዕ ኣብ መንግስቲ ብልፅግና ንክድገም ከዓ ምድላዋት ይግበረሉ ኣሎ ትማሊ ኣይኮነትን ሎሚ መቐለ ሕጂ ፍሽኽ ኢላ ከተማታት ትግራይ ፍሽኽ ኢለን ገጠራት ትግራይ ፍሽኽ ኢለን ትግራይ ብዓቢያ ከዓ ፍሽኽ ኢላ እምበኣር እዚ ሕጂ ፅባሕ ዶ ይመፅእ ድሕሪ ፅባሕ ዶ ይመፅእ ንብሎ ዘለና ወራር እዚ ኩናት እዚ መደምደምታ ናይ መንግስቲ ብልፅግና ክኸውን እዩ መደምደምታ እዩ ምክንያቱ እዞም ኩሎም ሕጂ ኣብ ትሕቲ ምክልኻል ሰራዊት ናይ መንግስቲ ብልፅግና ዘለዉ ኩሎም ጀነራላት እዚኣቶም ኢድ ናይ ኤርትራውያንን ኢድ ናይ ተጋሩን ዝጠዓም እዮም ጢዒሞም እዮም ኩሎም ዝተማረኹ እዮም እካ ተማሪኾም ዝነበሩ በዓል ብርሃኑ ጅላ ምሩኻት በዓል ባጫ ደበሌ ምሩኻት ኣብ እንዳ ምሩኻት ክፍሊ ባህሊ ሳዕሳዕ ዝነበረ እዩ ባጫ ደበሌ ግን እንታይ እዩ ንሕማቕ ዘመን በዓል ጋዕሳ ኣለዋ ከም ዝበሃል እዞም ተማሪኾም ዝነበሩ እዞም በትሪ ሻዕብያን በትሪ ወያነን ኣጸቢቖም ዝፈልጡ ጀነራላት ንሳቶም እዮም ሕጂ ከኣ ነዚ ኹናት እዚ ተበገሱ ዝበሃል ዘለዉ ፈልጥዋ እዮም ወዮ ዝሃርምካኒ መናፈቐ ኮይኑ እንበሃል ሕጂ ከኣ እታ በትሪ ፈልጥዋ እንድዮም እዛ በትሪ እዚኣ ከዓ እንድሕር ተበግሳ እንድሕር መፅያ ተወልዊላ ካብ ሰንቀ ወሪዳ እንተ ደኣ ብኢድ ኤርትራውያንን ብኢድ ተጋሩ እንተተሓዛ እዛ በትሪ እዚኣ መደምደምታ ናይ ስርዓት ብልፅግና ከምዝኸውን ኣነ ብዘለኒ ናተይ ገምጋም ኣዝየ ርግፅኛ እየ። እምበኣርከስ ፍሽኽ ኢላ ትግራይ። ክቡራት ተኸታተልቲ ኣብዚ ወዲእ ኣለኹ። ከምዚ ዝኣመሰለ ምስ ከባቢና ዝዛመድ ንሃገርና ኤርትራዊ ዘገድሱ ኣዝዮም እዋናውያን ጉዳያት ብዘለና ኣፍልጦን ናይ ታሪኽ ገምጋምን እቲ ትኽክለኛ ዝኾነ መብርሂ ንህዝብና ክንህብ ኢና። ኣብ ቀጻሊ ፍልይ ብዝበለ ትሕዝቶ ክሳብ ንራኸብ ከኣ ኣብ ዘዘለኹሞ ሰላምኩም ይብዛሕ።